ካብኡ እዛ ጌት ስታርት ትብል እሳና ከኣ እዛ ምልክት ክገብረላ ኣለኹ ሰላማት ሎማዓንቲ ፍሬንድና ኣላ ፎሎወር ቀይርና ከመይ ጌርና ገንዘብ ሜክ ከምንገብር ከምንሰርሕ ከርእየኩም እየ ስቴፕ ባይ ስቴፕ ኩላ ከርእየኩም እየ ካብ መጀመርያ ክሳብ መወዳእታ ተኸታተልኒ ሰብስክራይብ ላይክ ሼር ብምግባር ኣበራትትዑኒ ከርእየኩም እየ ንኽድ እሺ መጀመሪያ ቀጥታ ናብ ፌስቡክ ንኣቲ ፌስቡክ ናብ ሰኣተና ንስለ ስነጥ ዜን ምልክት ልገብሮ ኣለኹ ኸዚ ንዓ ንኣቲ ካብኡ ምስ ኣተና ፔጅ ትብል እኒኣ ዘብዚ እኒኣ ባንዴራ ለለዋ ምልክት ንዓ ንኣቲ ንብላ ዘብዚ እኒኣ ወጺኡ እኒኦ ኸዚ ታሕቲ ኣነ ስለ ልኣተኹ ኢዩ እምበይ ኣይመጽእን ኔሩ ሓድሽ ምዃኑ ኸዚ ግን ክሬት ንብል ማለት እዩ። ካብኡ ንዒኹም ከምዚኣ ትመጸልኩም እንድሕር ኢለ ከፊትኩም ኣይትፈልጡን እኹም። ካብኡ እዛ ጌት ስታርት ትብል እሳ እና ከኣ እዛ ምልክት ትገብረላ ኣለኹ። ካብኡ እዚ ዋት ዱ ዩ ዌንት ኔም ዝስ ፔጅ ይብሉ ኣለና ናይ ናስ ዞ ፔጅ ናስ ስሙ ይብሉ ኣሎ። ደስ ዝበለኩም ትገብርዎ ከዚ ኣነ ኤግዛምፕል ከምዚኣ ክገብራ እየ። ፋን ፋን ትዩብ ብፍላይ ኣነ ኸዚ ንስኹም ደስ ዝብለኩም ትገብሩ ብናይ ባዕልኹም ምርጫ ማለት እዩ ንኣካውንትኹም ስም ካብኡ ላው ዝምስኣ እተን ካታጎሪ ንስኹም ትሰርሕዎ ዓይነት ቪድዮስ እንታይ ዓይነት እዩ ሰብ ሰርች ገይሮም እንትከግኒ ተሎ ሰለስተ ምረፁ ኢልና ኣሎ ሰለስተ እዛ ኣድ ትብል ካታጎሪ ትብል ኣላ ከዓ ካብኡ እዛ ሰርች ባር እዚኣ ከዛ ኣነ ልደልዮ ከዚ ከርእየኩም እየ ኣብዛ ሰርች ባር እዚኣ ኮሜዲ ኩለሉ እየ ኮሜዲ ስፔሊንግ ችግር የብሉ ባዕሉ የስተካክሎ እዩ እዎ ኮሜዲ ክለብ ትብል እያ ንሳ ከዛ ሓንቲ ኣነ ኮሜዲ ኮሜዲ ክለቀሉ እየ እዚ ኣካውንት እዚ እንደገና ካልኣይ ለለ ሰለስተ እዩ ዝከኣል። ስፖርት ኤንድ ሪኣክሽን ትብል ነይራ ቅድም ኸዚ ዝመረጽኽዋ ስፖርት እና ሪኣክሽን ክሰርሓሉ ስለ ዝደሊ ኸዚ ስፖርት ኤንድ ሪኣክሽን ልብል የልሽ እወ ስፖርት ዘለኹም ስፖርት እኒኤኩም ስፖርት ኤንድ ሪኣክሽን ትብል ኣነ እዚኣ መሪጸ እኒኦኹ ማለት እዩ። ንስኹም ደስ ዝበለኩም ትመርጹ ትኾኑ። ለለ ሳልሰይቲ ናት ለለኣ ኣብዚኣ ማለት እዩ ዲጂታል ክሬተር ለይ እኒኦ ኸዓ ናየ ምርጫ እዩ እዚ ንባዕልኹም ደስ ዝበለኩም ክትመርፁ ትኽእሉ ኢኹም ኔክስት ንብላ። ኔክስት ምስ በልናዮ ካብኡ እዚ ኣብዚ እኒኦ ኣድራሻ እዩ ዝብል ሎኬሽን እዩ እዚ ደሓር ተለለኹም ክትመልኡ ትኽእሉ ኢኹም ተለሊኹም ኸዚ ክትመልኡ ትኽእሉ ኢኹም ኸዚ ግን ንዓኹም ንምርኣይ ስለዝኾነ ኣነ ስኪፕ ክብሎ እየ ደሓር ክመልኦ እየ። ኣድሪስ እና ልልኹም ወሲቲ ግዛዕሉላ ዓድኹም ኸዚ ወዲና ነና ማለት ኸዚ እዚኣ ዳንላ ማለት እዩ ለን ዝሰልናያ ዘብዝኒኦ ትሪኦ ኣለኹም ካልይ መዓልታ ይብል ነይሩ ዝለዓሊ ላይክ ንፍሎወር ዝብሉ ኣሎ መዓልቲ ካልይ መዓልቲ ግን ኣድ ፍሬንድ ይብል ነይሩ ኸዚ እንታይ ኮይኑ እኒኦ ማለት እዩ ፕሮፈሽናል ዳሽቦርድ ኮይኑ እኒኦ ማለት እዩ። እዚ ከዚ ቅርሺ ክንሰርሖ ንኽእል ኢና። ኣብ ትርፊ ግዜና ናብ ፕሰትና ኣብዚ ንፕስቶ ነገር ኩሉ ሰብ ንርእየላ ቁፅሪ ብዝሒ ፎሎወርናይ ይኸፍለና ማለት እዩ። ሰብስክራይብ፣ ሼር፣ ላይክ ግበሩ። የቐኒለይ። ቴንኪዩ